ናይ ሓሙሽተ ሚእቲ ሽሕ ዝኣክል ሊሊ ንኣሌክስ ዝገርም ስጦታ ብጣዕሚ ደስ ልብል ናይ ሰዓትና ናይ ሽቶ ናይ መነፀር ስጦታ ኣበርኪታትሎ ማለት እዩ ከምቲ ንሪኦ ዝነበርና ማለት እዩ ኣሌክስ ብቀዳማይ እንታይ ከም ዝብላ ዝነበራ ኩልና ርኢናና ማለት እዩ እስኺ ጥራይ ድኺ ስጦታ ትደሊ ንዓይስ ኣይትህብኒ ድኺ እንዳበላ ብቀዳማይ እንዳረአና ነርና ተመልከትቲ ድማ ንኣሌክስ ሳፕራይዝ ግበርዮ ስጦታ ሃብዮ ይኣኽለኪ እንዳበልኩም ነይርኩምና ለማዓንቲ ብጣዕሚ ብጣዕሚ ደስ ድብል ስጦታ ብጣዕሚ በቃ ኣሌክስ ብጣዕሚ ለይተፀበዩ ነይሩ ይመስለኒ ብጣዕሚ ተሓጒሱ ማለት እዩ ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላመይ እግዚኣብሔር ይመስገን ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፊ ይበለለይ እንዳበልኩ ለማሕንቲ ድማ ብሓድሽ ቪድዮ እና ብደስ ዝብል ቪድዮ መፅኤኩም ኣለኹ ማለት እዩ ነዛ ቪድዮ ክትምርዎ ኣለኹም ላይክ ምንጓር ጀምሩ ኢኹም ሓደሽቲ ዝኾንኩም ድማ ሰብስክራይብ እንዳገበርኩም ቤተሰብ ኩኑ ክብለኩም ይደሉ ማለት እዩ ቤተሰብ ዝኾንኩም ድማ ላይክ ሼር እንዳገበርኩም ኣበረታትዑኒ መጀመርያ ስለ እተበረታትዑኒ ብጣዕሚ እየ ዘመስግን እግዚኣብሔር ኣምላኽ የኽብረለይ ክብለኩም ይደሊ ማለት እዩ ኩሉ ግዜ ድማ ምብርትታዕኹም ኣይፈለየኒ ሃናፂ ርእይቶኹም ድማ ኣብ ኮመንት ግደፉለይ ማለት እዩ ንዓይ እዚ ኣስተኻኸሊ ከምዚ ግበረ ክትብሉ እንትደልዩ ማለት እዩ ኣብ ኮመንት ቦታ ኣቕምጥለይ ማለት እዩ እና ናይ ልምዓንቲ ቪድዮ ዝመፀኸሉ ብዛዕባ ሊልና ኣሌክስ እዩ ብጣዕሚ ደስ ብዝብል ቪድዮ እየ ድማ መፅያኩም ዘለኹ ማለት እዩ እና ሓቢርኩም ምሳይ ፅንሖ እስካብ መጨረሻ ማለት እዩ ቪድዮኣ ድማ እስካብ መጨረሻ ተኸታተልዎ ኢኹም ላይክ ብምጋር እውን ጀምሩ ማለት እዩ እምበኣር ሊልና ኣሌክስ ከምቲ ንሪኦም ዝነበርና ሕጂ እውን ኣብ ደስ ልብል ኩነታት ምስ ቤተሰብም ዘለዉ ማለት እዩ ፅቡቅ ግዜ ድማ እንዳሕለፉ ይርከቡ ማለት እዩ ኣብዚ ሰሙናት እናረእናዮም ዝነበርና ሳፕራይዝ ወዲ ሳፕራይዝ እዩ ነይሩ ደስ ልብል ነገራት እዩ ነይሩ ኩልና ከምቲ ንዕዘቦ ነበርና ሳፕራይዝ ትኾን ዝነበረት ሊሊያ ማለት እዩ መብዛሕትኡ ግዜ ንሊሊ ሳፕራይዝ ዝገብራ ነይሩ ማለት ኣኾሪውዋ ስለ ዝነበረ ክኽሕሳ ኣለኒ ኢሉ ስለ ዝሓሰበ ኩሉ ግዜ ሳፕራይዝ ሳፕራይዝ ሳፕራይዝ ዝብላ ነበረ ንልዩ ሞባይል ኣይፎን ሳፕራይዝ ከም ትገብራ ርኢና ኢና ማኪና እውን ሳፕራይዝ ገይርዋ ብዙሕ ነገር በቃ ማለት ደስ ከም ዝብላ እዩ ብጣዕሚ ንዓኸሲ ክካሕሰኪ እየ ብዙሕ ነገር ኣኾርደኪ ኣናዲደኪ ክናደኪ ዘይግባእ ነበረ ኣናዲደኪ እሞ ሕጂ ድማ ሳፕራይዝ ክገብረኪ ኣለኒ ኢሉ ሳፕራይዝ እንዳግበራ ርኢና ኢና ማለት እዩ ቤተሰብ ማለት እዩ ብጣዕሚ ደስ ዝብል ነገር እዩ ከምዚ ብጣዕሚ ደስ ዝብል ነገር እዩ ማለት ሊሊ እውን ብጣዕሚ እያ ተሓጒሳ እንኳዕ ናተይ ኮንካ ኢላ ፍቕራ እንዳገለፀትሉ ነይራ ብዙሕ ነገር ማለት እዩ ሕጂ ድማ ታረኣ በፂሑ እውን ሊሊ ማለት እዩ ዝገርም ዝገርም ዝገርም ሳፕራይዝ ብእውነት ብጣዕሚ ኢኹም ክትፈትዎ ማለት እዩ ብጣዕሚ ደስ ልብል ሳፕራይዝ እዩ ጌራቶ ንኣሌክስ ማለት እዩ ሊሊ ሕዚ ግዛ እዩ ናይ ኣሌክስ ታራ እዩ ሳፕራይዝ ማለት እዩ ናይ ልገርም ብጣዕሚ በቃ ሌክስ ሓጎሱ ሲ ክቆፃፀሮ ኣይካለ ብጣዕሚ ተሓጒሱ ብእውነት ከምቲ ትሪእዎ ዘለኹም ደስ ልብል ናይ ሽቶ ናይ መነፀር ናይ ሰዓት ስጦታ እየ ሂባቶ ከም እትፈልጥዎ ማለት ሽቶ ብጣዕሚ እዩ ክባር ኣብዛ ሰዓት ብጣዕሚ እዩ ክባርና ዋላ ካብቲ ኣይፎን እኳ ተዘይበዝሐት ማለት እዩ ካብዚ ኣይፎን ካብዛ ማኪና ዋላ እንተዘይበዝሐ ብጣዕሚ እዩ ክባር ብጣዕሚ ድማ ደስ ልብል ማለት እዩ ቤተሰብ ሊሊ ድማ እዚ ኩሉ እኳ ንዓይ እንዳሓጎሰኒ እንዳደሰተኒ ነይሩሲ እዚ ዶ በዚሕዎ እዚ ፍቕረይ እዚ በዓል ገዛ ኢላ ማለት እዩ ከምቲ ትርእይዎ ዘለኹም ብልገርም ሳፕራይዝ ማለት እዩ ደስ ብልብል ሳፕራይዝ እያ ጌራቶ ማለት እዩ ንሳቶም እውን ኣብ ደስ ልብል ኩነታት ካብቲ ጭቕጭቕ ካብቲ ንትረኽ ወፂኦም ደስ ልብል ኩነታት እዮም ዘሕልፉ ዘለዉ ከም ንሪኦም ዘለና ትማሊ ዝነበረ እሞ ሪኢኹም ኢኹም ብጣዕሚ ተዝናኒኹምና ብጣዕሚ ደስ ልብል ቪድዮ ሪኢኹም ክትኮኑ ተስፋ ይገብር ማለት እዩ ኣብ ጎደናታት ዓዲግራት ኮይኖም ዝሰርሕዎ ነበሩ ቪድዮታት ርእኹም ኢኹም ማለት እዩ ብጣዕሚ እዩ ዘዘናግዕ ካብኡ ግን እንታይ ተማሂርኩም ማለት ካብዚ ናይ ዓዲግራት ቪድዮ ዝሰርሕዎ በተለይ ሰበይተይሲ ነብሱ ጾርያ እሞ ሳዕስዑላ ኣባ ኢሉ ክናገሮም ከሎ ኣሌክስ እንታይ ተዓዚብኩም ማለት ኣብቲ ሕብረተሰብ ዘሎ ማለት እዩ ኣነ እንታይ ተዓዘብኩ እንተልኩምኒ ማለት ሰብ እንዳደለየ ንኣ ማለት ከይጭፍርላ ወይ ከዓ ስምዒታ ለይተረድኡላ ቀሪቦም ለይኮነስ ሕፍረት ዝበሃል ኣሎ ቤተሰብ ማለት እዩ ብጣዕሚ እዮም ልሓፍሩ ነይሮም ብጣዕሚ እዮም ልስቀቑ ነይሮም ማለት እዩ እምበር ለይተረድአላ ምናምን ቅሬም ኣይኮነ ግን ሕፍረት ኣሎ ካኦላ ኣሌክስ ማለት ብደንብ ገይረ ይናገር ነይሩ መስከንከን እዩ ዝብል ነይሩና ንባዕሉ ይሓፍር ነይሩ ይስቀቕ ነይሩ ከምቲ ትሪእዎ ነበርኩም ማለት እዩ ሊሉ እውን ንሊሉ እውን ነጊርዎ እያ ኣነ ብጣዕሚ ይሓፍር ኣለኹ ብጣዕሚ ይስቅቕ ኣለኹ በተለይ ዓበይቲ ዓበይቲ ሰባት ክርኢ ከለኹ ሲ ብጣዕሚ እየ ዝስቀቕ ዘለኹ እንዳበላ እዩ ነይሩ ማለት እዩ ባይዘወይ በትይሉ በትይሉ ማለት እዩ ብጣዕሚ ደስ ልብል ብጣዕሚ ለስሕቕ ብጣዕሚ ዘዘናግዕ ቪድዮ እዮም ሰሪሖምልና ማለት እዩ ከምዚ ዓይነት እዩ ድሞ ከምዚ ዓይነት ቪድዮ ድሞ ቀፃሊ ከም ዝኾን ተስፋ ይገብር ማለት እዩ ከምዚ ዓይነት ቪድዮ ቀፃሊ ክሰርሑልና ኣለዎም ማለት ለዘናግዕ ለስሕቕ ብዙሕ ኣብ ጭንቂ ዘሎ ሰብ ኣሎ ብዙሕ ነገር ከምዚ ዓይነት መዘናግዕታት ዝደሊ ብዙሕ ኣለና ሰሓቕ ልናፍቆ ሰብ ብዙሕ ኣሎ እና ከምዚ ለስሕቑ ነገራት ዘዘናግዑ ነገራት ክሰርሑልና ኣለዎም ይብል ማለት እዩ። በዛ ኣነ ብወገነይ ብጣዕሚ እዩ ደስ ኢልኒ ትማሊ ብእውነት ኩሉ ግዜ ደስ ኢልኒ እንዲ ልከታተሎም ብጣዕሚ እየ ልፈትዮም ብጣዕሚ እየ ለድንቖም ብጣዕሚ እየ ለኽብሮም ማለት እዩ። ግን ትማሊ ማለት እቲ ናይ ሕብረተሰብና እንዳረእኹ ይመስለኒ ብጣዕሚ እየ ስሒቐ ብጣዕሚ እየ ተዝናንየ ማለት እዩ። ንስኻትኩምለ ተዝናኒኹም ክትኮኑ ተስፋ ይገብር ማለት እዩ እና ሊሊና ኣሌክስ ብዝገርም ሳፕራይዝ ገይራተን እያ ማለት እዩ ቀፃሊ ቪድዮና ከዓነ ብቆንጆና ብደስ ዝብል ንዓኹም ዘዘናግዕ ቪድዮ ማለት እዩ ሒዘልኩም ክመፅእ ንስኻትኩም ከዓነ ምብርትታዕኩም ኣይፈለየኒ ክብለኩም ደሊ ማለት እዩ ላይክ ሸር ምግባር ኣይትሕመቑ ኢኹም እስኻትኩም ስለ ተበረታትዕኒ ብጣዕሚ እየ ዘመስግን ማለት እዩ ሕዚ እውን ምብርትታዕኹም ኣይፈለየኒ እስኻትኩም ኣብ ጎኒ ተሃሊኹም ኣነ እውን ኣብ ዝለዓለ ደረጃ ክበፅሐ ይብል ማለት እዩ እና ናይ ለማዕንቲ ቪድዮ ግዜያ ዝመፀኹ ነዚኣ ትመስል ነይራ ኣብ ቀፃሊ ቪድዮና ብሓሪፍ እና ብቆንጆ ቪድዮ ክሳብ ንራኸብ ሰሰናይ ንዓኹም ክብለኩም ይደሊ ማለት እዩ ግን ሓደራ ሓደራ ኪትርስዑ ላይክ ምግባር ኪትርስዕ ኢኹም ማለት እዩ እና ሰሰነይ ንዓኹም ባይ ባይ